ሎማዓንቲ ሊሊ ብጣዕሚ እያ ተናዲዳ ማለት እዩ። ከምኡ ክፍጠር ነይርዎ ድዩ ኣይነበረን ብቻ። ሰላም ሰላም፣ ከመይ ውዒልኩም ከመይ ቀኒኹም? ኣነ ሰላም እየ እግዚኣብሔር ይመስገን። ሰላም ወሰናይ ክትሉ ድማ በዓልቲ ሙሉ ተስፋ እየ። ተስፋ ይገብር ድማ ኩላትኩም በብዘለኹምዎ ኩርዓት ዓለም ሰላም ክትኩኑ ማለት እዩ ሰላም ንዓድና ሰላም ንሃገርና ሰላም ንከባቢና ንኩሉ ወዲ ሰብ ለበለ ፍጡር ዘርቢ ኣምላክ ሰላም ይውርደልና ክለኩም ይደሊ ማለት እዩ ልማዓንቲ ድማ ከምቲ ልሙድ ሓድሽ ቪድዮ ሒዘ መፅእ እኒኦኹ ኩላስኩም ድማ ክስካብ መጨረሻ ምሳይ ፀኒሕኹም ቤተሰብ ላይ ኮንኩም ሰብስክራይብ ላይ ጎርኩም ሰብስክራይብ ብምግባር ክስካብ መጨረሻ ፀኒሕኹም ደስ እንዳሕራ ኢልኩም ኮይኑ ላይክ ብምግባር ኣተባብዑኒ ክብለኩም ይደሊ ማለት እዩ። ሰብስክራይብ ትገብሩለይ ላይክ ትገብሩ ኩላትኩም ዝመሰለኩም ሓሳብ ንትፅሕፉን ኩላትኩም ድማ ብጣዕሚ ኣዝየ እየ ለመስግን ብጣዕሚ ብጣዕሚ ማለት እዩ ንኣምነሊ ክብለኩም ይደሊ ብምቕፃል ድማ ክልተ ነገር እዩ ክናገር ሎማዓንቲ ሓደ ብዛዕባ ፌሚኒዝም ካልኣይ ድማ ብዛዕባ ዲሊ ለኒሆ ጉዳይ ኣብ ምንታይ በፂሑ እንታይ ኮይኑ ልብል ሓደ ሓደ ነገር ክን ኢና ማለት እዩ ሓድሽ ነገራት ተፈጢሩ እኒኦ ካልኣይ ድማ ብዛዕባ ፌሚኒዝም ሕጂ ሕጂ ተጀመረ ይኮነ ብርግፅ ዓመታት ተወፂሩ እዩ ኣብ ሓበሻ ማለት እዩ ኣብ ሓበሻ እምበር ኣብ ደገ ኣብ ዝማዕበለ ሃገራት ብዙሕ ዓመታት ጸኒሑ እዩ ማለት እዩ። ሕጂ ግን ከም ብሓድሽ ዝኾነት ቪድዮ ብዛዕባ ፌሚኒዝም ዝተላዕለት ብኡ ዓበይቲ ሓሳባት ዓበይቲ ርእስትታት ይለዓሉ ኣለዉ ማለት እዩ። ኣነ ብዛዕባ ፌሚኒዝም ሓደ ነገር ክብል እንድሕር ደኣ ኮይነ ንሕና ካብ ምዕራባውያን ተቐቢልና ናብ ነብስና ናብ ሂወትና ሼር ንገብሮ ዘለና ሰባት ኢና ማለት እዩ ገና ብዛዕባ ጥቕሚ ፌሚኒዝም ብዛዕባ ጉድኣት ፌሚኒዝም ብዛዕባ እንታይ እዩ ከመይ እዩ ገና ምስ ነብስና ኣየወሃሃድናዮን፣ ኣብ ከባቢና ገና ኣይሰረጸን፣ ብፍላይ ደቂ ኣንስትዮ ንኾነ ነገር ተቐቢልና ምስ ነብስና ኣወሃሂድና ቀልጢፍና ኢና ንራመድ፣ ደቂ ተባዕትዮ ግን ብኦንጻር ንድሕሪት ኢኹም ትራመዱ ይቅርታ ዳ ጎረለይ እምበር ማለት እዩ ማስ ቀልጢፉስ ኣይርድኦኩም እንተ ተረዲኡኩም ለ ክርድኦኩም ነስ ኣይደሊ ዋላ ክርድኦኩም ደንስ ክርድኦኩም ነስ ኣይደሊ ኣይትደልዩን ኢኹም ምክንያቱ በቲ ናይ ኣቦታትና ትብልዎ ኢኹም ክትጓዓዙ ክትንቀሳቀሱ ምናምን ትደልዩ እምበር ብኡ ክትብሉ ኣይትደልዩን ኢኹም ማለት ሕጂ ናይ ኣቦታትና ከም ዘሎ ኮይኑ ናይ ኣዴታትና ከም ዘሎ ኮይኑ ግን ኣብቲ ምቕባልን ዘይምቕባልን ኮምፓየር ክገብርልኩም ደለ እየ ማለት እዩ ሓደ ከም ካልኣይ ነጥቢ ድማኒ ንሕና ደቂ ኣንስትዮ ፌሚኒዝም ክንብል ከለና ወይ ድማ ተም ደቂ ተባዕትዮ ፌሚኒዝም ክበሃል ከሎ ናብ ከቢድ ዝኾነ ፀርፊ ዳተቢሉ ኾነ ነገራት ምዝልላፍ፣ ምጥምማት፣ ምፅባእ ነገራት ይኸይድ ኣሎ። እንታይ ክብል ዝደሊ ሓደ ነገር ክብል ዝደሊ ፌሚኒዝም ንምቕባልን ዘይምቕባልን ናይ ሕድሕድ ሰብ ወይ ድማ ውልቃዊ ምርጫኻ ድሌትካ እዩ። ማንም ሰብ ኣየግድደካን እዙይ ኣምልኾ ወይ ድማ ጉዳይ ኢየሱስ ክርስቶስ ጌታና መድኃኒና ኢየሱስ ክርስቶስ ኣይኮነን ማለት እዩ። ስለዚ ብኡ ካብ ዝተነኣኣሰ ግን ናይ ደቂ ሰባት ናይ ምንቃሕ ናይ ህይወት ሰብ ናይ ምድሓን ነገራት ስለ ዝኾነ ብዙሕ ሰብ ድማ ሸር ጌርና ነብስና ሸር ዘይንገብሮ ልብል ሓሳባት ስለ ዝለዓል ዘሎ ማለት እዩ ኣነ እንታይ እየ ክብል ንሕናት ፌሚኒዝም ደቂ ኣንስትዮ ንብሎ ድዩ ዋላ እቶም ደኩታት እዮም ዝፅየፍዎ ድዩ መጀመርታ ብዛዕባ ፌሚኒዝም እኮሉ ኮነ ፍልጠት እንተዝህልወና ፅቡቅ መሲሉ ይስምዐኒ ማለት እዩ ዋላ ደቂ ተባዕትዮ የሕዋተይ ዋላ ደቂ ኣንስትዮ የሕዋተይ ዳርጋ መብዛሕትና ስለ ልብላ ኢና ተሓሳብ ሒዝናዮ ንኸይድ እምበር ታዩ ከመ እዩ ብዙሕ ኣፍልጦ ይብልናን እቶም ደቂ ተባዕትዮ ለ ንዕኦም ፀቃጢ ንዕኦም ሕማቅ ዝሓስብ ጥራሕ ኢና ሒዝና ንጓዓዝ እምበር ንዕኦም ይጠቕሞም ድዩ ንዕኦም ይጎድኦም ድዩ ይፀልዎም ድዩ ምናምን ብዙሕ ኣፍልጦ ዘለና መሲሉ ኣይስምዐኒ ታርእስቲ ነልዕላ ታርእስቲ ከዓ ንወዲ ተባዕታይ ምፅቃጥ ማለት እያ ኢለና ኦረዲ ንሕዛ እምበር እቲ ወዲ ተባዕታይ ካብቲ ፍሚኒዝም ዝኾነት ጓል ኣንስተይቲ እንታይ ይረክብ? እሳኸ መን እያ? እንታይ ዓይነት ምልክት ድዩ ልግበራ? ዋላ እንታይ እዩ? ፍረ ሓሳቡ ብቻ ለይኮነ ዕምቆቱ፣ ውሽጡ፣ ጥልቀቱ ፈሊጥና እንተንኸይድ ኣነ ፅቡቅ መሲሉ ይስምዐኒ ማለት እዩ። ምክንያቱ ብስም ፌሚኒዝም ለተባሃለ ብዙሓት ደቂ ኣንስትዮ ኣሕዋትና ካብ ህይወት ይኹን ካብ ሓደረን ይኹን ካብ ብዙሕ ነገራትን ይተኣጓጎላ ኣለዋ። ብዙሕ ዝኾነ ፀቕጢ ይበፅሐን ኣሎ ለይንገር ድሓሪ ኣብ ሚድያ ወጺኻ ፌሚኒዝም ኢኺ ኢሉ እዩ ከምዚ ኢሉኒ ምባል ፍትሒ እንታይ እዩ ዝበሃል ጽቡቕ ነገር መሲሉ ኣይስምዐኒ ኣነ ማለት እዩ እና እታ ጓል ኣንስተይቲ ትኹን ትወዲ ተባዕታይ እታ ጓል ኣንስተይቲ ብዝከኣል መጠን ብዛዕባ ፌሚኒዝም እንታይ እዩ ከመይ እዩ ክትርዳእ እኒዋ ተረዲኣ ንክተረድእ ዘይትሽገር ክትከውን እኒዋ እቲ ወዲ ተባዕታይ እውን ብዛዕባ ፌሚኒዝም ቀዳሚ ነገር ባዕሉ ክፈልጥ እኒዎ ታዩ ከም እዩ ውሽጡ ጥልቀቱ ዕምቀቱ ክፈልጥ እኒኦ ካልኣይ ብዛዕባ ፌሚኒዝም ክትናገሩ ኮላ እታ ጓል ኣንስተይቲ ሄዋን ጥንዩ ናይ ምስማዕ ናይ ምርዳእ ተኽእሎ ክህሉ እኒኦ ለምሳሌ ጥኒካ ናይ ምስማዕ ጥኒልካ ናይ ምርዳእ ይህን ምሂን ንባል ኣካል ፌሚኒዝም እዩ ተረዲእኹም ንባህላይ እና ካብኡ መሲሉ ይስምዐኒ ካብኡ ብዝዘለለ ግን ፊሚኒዝም ማለት ንሓደ ወዲ ተባዕታይ ናብ ኩሽና ኣቲኻ ተዘይለዊስካ ማለት እዩ ኢልና ንድምድም ሰባት ግን ስነስርዓት ተንገብር ፅቡቅ መሲሉ ይስምዐኒ ማለት እዩ ፌሚኒዝም ማለት ኣነ ኮፍ ኢለ ከለኹ ንስኻ ፀብሒ ሰሪሕኻ ምግቢ ቀሪካ ምናምን ኣድሪርካ ክተደቅሰኒ ማለት እዩ ንብል ሰባት ስነስርዓት ተንገብር ፅቡቅ እዩ ማለት እዩ ወዲ ተባዕታይ ሓደ ኣካል ናይ ክብረትና እዩ ካብ ጓል ኣንስተይትም ሓንቲ ኣካል ናይ ክብረትና እያ ኣብ ህይወት ከዓ እንተተኻኢሉ ከም ወለድና እንተዝኸውን እኮ ፅቡቅ እዩ ግን እቲ ህይወት እቲ ናይ ሕጂ ዘኒኦ ጀነሬሽን ክኽእሎ ይኽእል እዩ ተወዲ ተባዕታይ ደገ ከይዱ በፂሑ ኣልዩ ኣልይ መለይሉ እቲ ዝነብርዎ ነበረ ህይወት ይሕመቕ ይፀብቕ ብዛ ዓቕሞም ሰሪሖም ሓዳርም ህይወቶም የመሓድሩ ነይሮም ሕጂ እቲ ዝነበረ ህይወት እቲ ዝነበረ ድኽነት፣ እቲ ዝነበረ ኣሽሒቱ ቀሪፍና ዝሐሸ ህይወት ክንነብር ኢና ንደሊ እንድሕር ንብል ኮይና ክልቴና እቲ ወዲ ተባዕታይ በይኑ ኣይኽእሎን ዘሎ ሓደ ካልኣይ ሃበኒ ንክትብል ፅቕጢ ይገበር ኣሎ ስለዚ ስልዚኣ ሳለ ክትሰርሕ ንሱለ ክሰርሕ ሓቢርና ንዕበ እዚ ፌሚኒዝም ተኮይኑ ዋላ ሓንቲ ጉድኣት ዘለዎ መሲሉ ኣነ ኣይስምዐኒ ማለት እዩ ስለዚ ዋላ ኣነ ፌሚኒዝም እየ ፌሚኒዝም ኣይኮንኩን እየ ፌሚኒዝም እንድየ ከይበልና ብሓሳብ እንድንረዳዳእ ስሬስ ትፍሚኒዝሙ ንጉሓፎ ትፍሚኒዝም ምናምን ልብልሞ ናብ ጽጋብ ንጎሮ ብሓሳብ እንደ ንረዳዳእ ንፋታተ እንዶ ንፋኣኣሩ እንዶ ኣብ ውሽጢ ገዛ ገዛና ዓጺና እንዶ ኢሂን ምሂን እንደ ንባሃል ቃል ኪዳና እንዶ ይጽናዕ ደስ ክብለና ክነውጽኦ ደስ ክብለና ክንተኣላለ ደስ ክብለና ድማ ክንደባረ እንዶ ኣይንኹን ኣሸዒቱ እቲ ፌሚኒዝም ዝጓሓፍናዮ መሲልና ኣብ ገዛና ኮፍ ኢሉ ክንረኽቦ ኢና ማለት እዩ። ስለዚ ንዓኣ እንዶ ኣኽብራ እንዶ ግዜ እንዳ ሃባ ኣፍቅራ እንዶ ሰሪሓ ንኽትኣቱ ንኽትሕግዘካ ንኽተብርየካ ኣፍቅደላ እንዶ። ንስኻ ፌሚኒዝም ተጸይፍካ ባዕለ ፌሚኒዝም ኣብ ገዛኻ ኣሎ። ንስኺ ፍተውዮ እንዶ ጎይታይ እንዶ በልዮ ኣብ ስራሕ ውዒሉ ድዩ ክመጽእ ከሎ ብሩህ ገጽ ፍሕሹው ገጽ ይብሉ ወለድና ፍሕሹው ገጽ ጌርኩም እንዶ ተቐበልዮ ኣኽብርዮ እንዶ ኣብ መሓዙቱ ክኸውን ይኽእል፣ ኣብ ዝኾነ ባይታ whatever ኣብ ዝኸዶ ነገር ሞጎሱ እንዶ ክውን እዮ። ፌሚኒዝም ዋላ ተጸየፍዮ ንስኺ ትነብርዮ ኣለኺ። እና ከየ ክብለኩም ደልየ እቲ ንዓና ዘድልየና ነገር ሓሓደ ግዜ ንጽየፎ። እቲ ንዓና ዘድልየና ነገር ሓሓደ ግዜ ንምንታይ ስለምንታይ ንብል። ሕዚ ሓንቲ ጓል ኣንስተይቲ ሎሚ መጺኡኒኦ ዋላ ሓራስ ኮይናሲ ስራሕ ትኸይድ። ሕጂ እዚ ዓርሰይ ክኽእል ኣለኒ ኢላ ስለ ዝሓስብ ማለት ኣነ ኣይድግፎን እየ እዚ። በቃ ሓደ ውላድ ናይ ወላዲቱ ጡብ ክረክብ እኒኦ ፍቕሪ ክረክብ እኒኦ ዕስራን ኣርባዕተን ሰዓት ካብ ገፁ ክትፍለ ይብላይ ብዙሕ ነገራት ስለ ዝጠፍእ ንሳ ክትወፅእ ከላ ኣብ ገዛ ገዲፋ ትኸድ ከላ ምስ ሰብ ገዲፋ ትኸድ ከላ ምናምን መላት ጥቕርሺ ስለ ዘኒኤ ዘይረአየና ክኾን ይኽእል ግን ብዙሕ ነገር ብገንዘብ ዘይግዛእ ነገራት እኒኦ ማለት እዩ ስለዚ ኣነ እንታይ እየ ክብለኩም ደልየ እቲ ሰብኣውነት ልበሃል፣ እቲ ፍቕሪ ልበሃል፣ እቲ ክብሪ ልበሃል እንዶ ኣብ ገዛና ነእትዎ። ሽዑ እቲ ፌሚኒዝም ዝበሃል ቃል ንጉሓፎ። ኣብ ገዛና ንኸይንገር ምናምን እንዶ ንጸየፎ። It's ok ጸገም የልየና። እንታይ እየ ክብል ደልየ፣ ንሕና ቅድሚ ፌሚኒዝም እንድያ ፌሚኒዝም እንድያ ምናምን ቅድሚ ምባልና ትርጉሙ ዓሙቕ ኣቢልና እስኪ ካብቶም ዝፈልጡ ሰባት ካብ እንግሊሽ ቅዳሕ ድዩ ካብ ካሊእ ዓይነት ቋንቋታት ቅዳሕ ድዩ ምናምን እንዶ ተርኪብና ንረዳእዮ ንፍለጦ እንዶ ውሽጢ ኣሸዒቱ እዚ ቃል እዚ ክትብሊ ደሰይ ኢለኒ በላ ሰለ ከምኡ ትበልካ ግን ክትነብርዎ ኢኹም ማለት እዩ እና እዚ ክብለኩም ይደሊ ካሊእ ድማ ብዛዕባ እንበዓል ኣሌክስ ኣብዚ ሕጂ ሰዓት ብጣዕሚ ናብ ወጥሪ ዝኾነ ይኸረ ኣሎ ኣብ ዝሓለፈ ደርጋ ዕቅብ ወሪዱ ነይሩ ምናምን እና ንቤቲ ምስ ታኢድባ ዞማኣሊ ዝበሃል ኮይና ተፈራርሓላ ምናምን ፅቡቅ ኣይኮነን። ናብ ሕማቅ ምኻድ ናብ ግብን ምኻድ ፅቡቅ ኣይኮነና። ኣሌክስ በዚ ኣጋጣሚ መዕረፊ ክገብረሉ ሰናይ ዝኾነ ሓሳብ ክሓስበሉ ክላቦ ደሊ ማለት እዩ። ናይ ሎማዓንቲ ቪድዮ እዚኣ ትመስል ነራ። ኣብ ቀፃሊ ክፋል ብሓድሽ ቪድዮ እስካብ ንራኸብ ሰሰናይ ንዓኹም።